ሄሎ ሃሎ ሰመረ እወ ሰላማት መርሓባ መን ተስፎ መሃር ይበሃል
ተስፉ መሓሪ እወ
ካበይ ካብ ኤሪትሪያን ስመር ፎር ቼንጅ እየ ካብዚ ስምረት ኤርትራውያን ንለውጢ እየ ዝድውለልካ ዘለኹ ብዛዕባ እዚ ተፈጢሩ ዘሎ ኩነታት ኣብ ከመይ ወሲንኩም ኣለኹም እንታይ እዩ ዘሎ ርእይቶኹም መን ኢኻ ንስኻ ተስፉ መሓሪ ብዛዕባ እንታይ ትዛረብ ኣለኻ ኣነ ዝዛረበካ ዘለኹ ብዛዕባ ኣብ ኤርትራ ዘሎ ለውጢ ዝመጽእ ዘሎ ለውጢ ይዛረበካ ኣለኹ ሰመረ እንታይ ለውጢ ማለት እዩ ለውጢ ዳኣ ሰብኣይ ጠሊሙ ከም ዘሎ ኩላትና ንፈልጦ ሓቂ እዩ ስለዚ ኣበየናይ መንገዲ ከም ትውስኑ ወይ ካኣ እንታይ ከም ትገብሩ ንሕና ናትኩም ሪኢቶ ውን የድልየና ስለ ዝኾነ ምኽንያቱ ኣብዚ ታሪኽ እዚ ንምርሳሕ ንዝኾነ ሰብ ሓላፍነት የብሉን ኣነ ኣብዚ ኣብ ካናዳ እቕመጥ። ኣብ ካናዳ ትቕመጥ እሞ እንታይ ትዛረብ ኣለኻ ምስ መብዛዓ እንታይ ትዛረብ ኣለኻ። እሞ ኣብ ካልጋሪ እቕመጥ ኣለኹ ንስኻትኩም ርእስኻ ሰራሕተኛ ናይ ኢምባሲ ከም ምዃንካ ስለዚ። ካልጋሪ ትቕመጥ ኣለኻ እስኻ። እወ።

ስማዕ ጽባሓን እኮ እዚ ሕጂ ትዛረቦ ዘለካ ሪከርድ ድዩ ብዘይ ገለ ቅድመ ኩነት ክነግረካ እዚ ትዛረቦ ዘለካ ተመሊሰ ከስማዓካ ይክእል እየ ዓጽየ እዚ ሪከርድ ድዩ ከስማዓካ እዚ ሪከርድ ድዩ ሰሚዕካኒ እዚ ሪከርድ ድዩ ኣብ ኤርትራ ነዚ ህዝቢ እዚ ለውጢ ከም ዝመጻሉ ክትፈልጥ ክትክእል ኣለካ ብዘይ ገለ ቅድሞ ኩነት እዚኣ ከኣ እንታይ እያ መስለካ ናኖ ሕጂ እስኻ ኣነ ይጸርፈካ እኔ ክነግረካ ኣነ ደላይ ለውጢ ስለ ዝኾንኩ ከም ኤርትራዊ መጠን ክመጽኣካ ኣለዎ ቀዳማይ ነገር ኣብ ደውለ የብልካ ንስኻ መን ኢኻ ዝድውል እድውለልካ ሰራሕተኛ ናይ ኤምባሲ ኣገልጋሊ ናይቲ ስርዓት ስለ ዝኾንካ እድውለልካ ኣይድውለለይን ንስኻ ኣበይ ዘለኻ ኢኻ ኣይፈልጠካን እኮ እየ ኦኬ ተመሊሰ ከስምዓካ እያ እዚ ሪከርድ እዚ ኣብ ዩቱብ ወይ ኣብ ፈይስቡክ ንኸቦ ጽባሕ ንጎ
ኣነብለካ ኣለኹ ኣነ እዛረብ ኣለኹ እቲ ዝዛረቦ ዘለኹ ግን ሓንቲ ነገር ክነግረካ ንኹሉ ሰብ ንሕና መልእኽቲ ንሰድድ ስለ ዘለና ክንዲ መቐረባ ብነፍሰ ወከፍ ወልካ መልእኽትኻ ትርጉም ኣይቦን እየ እኮ እብለካ ኣለኹ ትርጉም ኣይቦን እየ ዕራይ ትርጉም ኣይትሃቦ እዛ ሕጂ ትዛረባ ዘለኻ ግን ሪከርድድ ከም ምዃና መጠን ኣታ ሪከርድ ግበሮ ሪከርድ ዝኹን ካልእ ትዛረብ ዘይለኻን ሰማዕካ እንድለ እንታይ ድዩ

ኪድርብ ጀሚሮም። ኣብ ጉሮ ክነግረካ፣ ህዝቢ ኤርትራ ኣብ ከምዚ መጻብብ ኩሉ ሰብ ኣብ ሲናይን ኣብ ገረንዳ ጠፈን ከሎ ናይ ልዕሊ ሚእቲ ሽሕ ሰማእታት ብኸምዚ መንገዲ ሒዝኩሞ ትኸዱ ዘለኹም ጽባሕ ንግሆ ተሓታቲ ኣብ ቀዳማይ ደረጃ ትስራዕ ምዃንካ እስኻ ፍለጥ ክነግረካ። ክላሶ እንዶ ካልጋሪ ከሲስካሳ ካልጋሪ ኣለኹ እንዳበልካ ንመን ኣበይ ዘለኻ ደኣ ስኻ። ን ደሓን ካልጋሪ ድዩ እሱ ካልጋሪ እኮ ንዓይ ዘምጽኣኒ ይምጽእኒ ክነግረካ እዚ ንስኻ ትሓትት ንስኻ እንታይ ኢኻ ክትሓትት እሞ ንመን ኢኻ ክትሓትት ንስኻ መን ኮንካ ኢኻ ንመን ክትሓትት። ኣነ ይሓተካ ከም ኤርትራዊ ንኤርትራዊ ስለ ዝኮንካ ኣብቲ ተገልግሎ ዘለካ ስርዓት እዚ ንረብሓ ህዝቢ ኤርትራ ከም ዘይኮነ ሕድሪ ሰማእታት ጠሊምኩም ዘለኩም ንሓደ ውልቀ ሰብ ልዕሊ ሚእቲ ሽሕ ሰማእታት ተጣቅዑ ዘለኩም እነግረካ ኣለኩ። ጠሊምካ ዘለካ ሕድሪ ሰማእታት ኣነ ግን እንታይ ሕድሪ ሰማእታት ክንጠልም ንቅጽል ኣለና። ሕድሪ ሰማእታት ኢካ ትቅጽል ዘለካ? ዳሓን ሕጂ እንታይ ይመስለካ እስኻ ብዘይካ ን ሽግር የለን ንስኻ ኪድ ኢልካ ተጻረፍ መቐለኻ ኺድ ገለ በል ክነግረካ እቲ ኤርትራዊ
no problem ሽግር የብሉን ሕጂ ኣነ ከምቲ ትዛረቦ ዘለኻ ብጸይቂ ዘረባ ኣይኮንኩን ክዛረበካ መጺኤ ኣነ ክዛረበካ ዘለኹ ከመይ ጌርና ንሕና ንሰማምዓሉ ሓንቲ ዲሞክራሲያዊት ኤርትራ እትምልከሰሉ ንስኻትኩም ምስ ህዝቢ ኮይንኩም እትውስንሉ ኣጋጣሚ እየ ዝሓተካ ዘለኹ ነዚ ካብ ዘይትገብሮ ከኣ ወላሓንቲ ዘብል ነገር የብሉን ብዝኾነ ግን ባይ ኢለካ ኣለኹ።